ኣብ ስርቂ ዘእቲ ስርዓት ግን ባዕልና ኢና ንቐርጽ። ንኣብነት ሓጺን መጺን ብተደጋጋሚ እየ እናተዛረብኩ መጺኤ። ፕረዘንት ክገብር ክጅምር ተሎ ኣንቶ ክንፈ ንመስፍን ፍቓድ ኢሉ እዩ ጀሚሩ። ናይ መንግስቲ ሃፍቲ ዝምልከት ብፍቓድ ይወሃብ ድዩ? ኣብ ሕድሕድ ቢሮ ተጠቒምና እነወግዶ ንብረት ብምንታይ ዓይነት መስርሕ እዩ ዝውገድ? ብምንታይ ዓይነት መስርሕ ይውገድ? ኣብ ትግራይ ዝወደቑ ብቢልዮናት ኢፍ ናት ኢን ትሪልዮንስ ሓፂን ብሌጣ ደብዳቤ ንመስፍን ተዋሂቡ። ኢንቨንተሪ የብሉ፣ ውዕሊ የብሉ፣ ቢሮ ፋይናንስ ኣይፈልጦ። ንሶም ከዓ በቲ ዝመፀሎም ወረቐት ኣውትሶርስ ገይሮም። ሰለዚ ኩሉ ኣኪቡ ንዓፋር ነምሓራ ምውጻእ ጀሚሩ ማለት እዩ ንጠፍእ ኣለና ንጠፍእ ኣለና ንጠፍእ ኣለና ብዝተፈላለየ መንገዲ ምምጻእ ጀሚሩ ካብ ሰራዊት የለ ካብ ስታይ ጌታቸው እስቲ ደው ይበል ምስ ተባሃለ ትሕዝረእናዮ ጉድ ኣምጺኡ ኣሎ እዚ ኮሚቴ እዚ ማለት እዩ። መጀመርያ መበገሲ ሓሳብ መምጽኢ መስፍን ኢንዳስትርያል ኢንጂነሪንግ እዩ። ኣብ ጉንበት መወዳእታ ከባቢ ሕቶ ኣቕሪቦም። ከምዚ ክንእክብ ዝብል ኦረዲ ሕቶ ምስ ኣቕረቡ ናብ ፕሬዚደንት ቀሪቡ ፕሬዚደንት ኸኣ ብኮሚቴ ተራእዩ ዝእክብሉ መንገዲ ክፍጠር ኣለዎ ዝብል ቀሪቡ ማለት እዩ። ኣብዚ ኮሚቴ ቢሮ ፋይናንስ ኣለዎ ይፈልጦ እዩ። ኤጀንሲ ዕደጋን ምውጋድን እውን ለምለም ትህሉ ትኾን እያ ኣብዚ ኣኼባ? ለምለም እውን ትፈልጦ እያ። እቲ ኮሚቴ ተጣይሹ ተራእዩ ንመስፍን ዝወሃበሉ መንገዲ እዩ ተፈጢሩ። ንመስፍን ክወሃብ ተሎ ክእክብ እዩ ተዋሂብዎ እምበር ጠቕሊሉ ከም ጨረታ ዝወሰዶ ነገር ኣይኮነን። ኣኪቡ ኣብ መወዳእታ ናብ ብዙሕ እውን ዲማንድ ዝገብሩ ነጋዶ ስለዝነበሩ ናብኣቶም ክቐርብ ብዝብል ነገር እዩ። ኦረዲ ንመስፍን ተዋሂብዎ ነይሩ። ኣብዚ ስራሕ እዚ እናሰርሐ እናሃለወ ከምቲ ዝበሃል ዝነበረ ብርክት ዝበሉ ሕቶታት ተላዒሎም። እቲ ዝእከብ ዘሎ ኣይኣቱን ዘሎ፣ ናብ ውልቀ ሰባት ይኸይድ ኣሎ፣ እቶም ማሕበራት ይጥቀሙሉ ኣለዎም ዝብል ካብ ዝተፈላለዩ እሹታት ምስ መፀ ብፍላይ ከዓ ኣብ ሰራዊት ዝነበሩ ኣመራርሓ ጠጠው ክብልን ኮሚቴ ክጣየሽን እቲ ኮሚቴ ምስ ቢሮ ፀጥታ ምስ ፍሳ ማንጁስ ተዘራሪብና ካብ ባዕላቶም ካብ ዝተፈላለዩ ሴክተራት እውን ሓዊስና ክጣየሽ እዩ ተገይሩ። ተጣይሹ እውን ስራሕ ጀሚሩ እዩ። ሓደ ኣነ ነቲ ኮሚቴ ኣፕሪሼት ኢና ክንገብሮ ዘለና ዝብል እዩ። ቐትርን ለይትን ደኺሞም መዓት መስዋእቲ ከፊሎም እዮም እዚ የምፅኦሞ ዘለዉ። ኣርእዩና ከዓ ኣዘራሪቡና ከዓ። ኣብ ምንታይ ብርኪ ከም ዘለናስ ባዕሉ እቲ ናይ ሓጺን ጉዳይ ጥራይ ኣይኮነን ኣምጺእልና ንሕና ስኮፕና ሊሚት ጌርና ኢና ኣቲና ኣብተን ሓጺን ዘለዋ እተን ዝመጻ ዘለዋስ ብኣግባቡ ይእከባ ዶ ኣለዋ ኣይእክባን ናብ ምንታይ እየን ዝኣተዋ ዘለዋ ዝብል ኢና ሂብናዮም ብእግረ መንገዶም ዝረኸብዎ ነገር ተልዩ ከኣ ሒዞም ክመጹ ማለት እዩ ሒዞሞ መጺኦም ዘለዉ ግን ካብኡ ንላዕሊ እዩ ብጣዕሚ ብዙሕ እዩ ከም ስርዓት እውን ኣበይ ከም ዘለና ዘረእየ እዩ። ትካላትና እውን ኣበይ ከም ዘለዋ፣ ናይ ሕጊ ናይ ፍትሒ ትካላትና እውን ኣበይ ከም ዘለዋ ዘረእየ እዩ። እናምሰዩ፣ መስዋእቲ እናኸፈሉ፣ እናተፈራርሑ እዮም ሰሪሖም ኣምፂኦሞ። ስለዚ እዙይ ብቐፃልነት እውን ናበይ ክወስደና ከም ዝኽእል፣ ከመይ ገይርና እውን ነገራት ክነተዓራሪ ከም እንኽእል ኣርእዩና እዩ ዘሎ። ስለዚ እቲ ፈሊና ኣይኮናን ናብዚ ኣቲና፣ ባዕሉ እቲ ኩነታት ደፊኡ እዩ ናብዚ ኣእትዩና። ስለዚ ኣነ እቲ ብሌጣ ደብዳቤ ተኣዚዙ እዩ ዝብል መበገሲኡ እዙይ ምዃኑ ምርዳእ የድሊ። ኣዛዚ ኸኣ ፕሬዝደንት እዩ። ኣነ ዝረኣየኒ እዚ ካብ ዲፈንሲቭ ካብ ምክልኻል ኣንጻር ኣይንርኣዮ ኩሉ ዋላ ካብታ እተጽሓፈት ደብዳቤ ኣማኑኤል ዘልዓላን ሓጎስ ዝመለሳን እውን እተጽሓፈት ትኽክል እዩ ገለመለ ካብ ካብ ዲፈንስ ዲፈንሲቭ ካብ ምዃን እዩ ንርኦ እቲ ብሙሉኡ እቲ ሽግር እቲ ሽግር ሽግር እዩ እቲ ሽግር ዳይሬክትሊ ኢምፓክቱ ወይ ድማ እቲ ጉድኣቱ ኣብ ህዝቢ እዩ እቲ ጉድኣቱ ኣብ ብሄራዊ ጥቕምና እዩ እቲ ናይ ሓፂን መፂን ናይ ገለመለ ዝተባህለ ካልኦት ክጻረይ ዝኽእሉ እንተልዮም እውን ካብዚ ኣንጻር እዩ ክረኣይ ዘለዎ። ኣብ ናይ ሰብ ዘይሕጋዊ ምዝውዋር፣ ኣብ ናይ ኣጽዋር ዘይሕጋዊ ምዝውዋር ምጽራይ ዘድልዮ እንተኾይኑ እውን ካብ ዲፈንሲቭ ኣንጻር እዩ ንርእዮ። ዝኾነ ፐርሰን ወይ ዝኾነ ውልቀ ሰብ ወይ ጉጅለ ኢልካስ ንንዑ ኣታክ ንምግባር ዓይነት ጌርና እዩ ንርእዮ። ከምኡ እንተልይዎ ክስተኻኸል ዘለዎ እዩ። ክስተኻኸል ዝህሉ ነገር ክህሉ እዩ። ብዋናነት ግን ኣነ ካብ እቲ ናይ ህዝቢ ጥቕምን ኣብ ህዝቢ ካብ ናይ ህዝቢ ጉድኣትን ኣንፃር ተበጊስና እንተረኣና ፅቡቅ እዩ ዝመስለኒ።